ናይ ዶክተር ደብረፅዮን ገብረሚካኤል ንብዙሓት ዓመታት ፋይል ዝሓዘላ ላፕቶፕን ካልኦት ወሰንቲ ደክሞንቱ ከም ዝተሰረቐ ተፈሊጡ ኣሎ። ጀነራል ዮሃንስ መንጋግ ውግእ ክመርሕ ምድላዋት ከም ዝወደአ ተፈሊጡ። ፕሬዝዳንት ኢሳያስ ኣፈወርቂ ዝሓሰቦ ሽርሒ ተቓሊዑ። ኣብ መንጎ ጋዜጠኛ ስታሊን ገብረስላሴን በዓል ዋና ደደቢት ሚድያ ሃይለ ኣረፋይነን ሓድሽ ጎንፂ ተፈጢሩ ኣሎ። ሸቐጣትን ነዳድን ናብ ኤርትራ ይኸይድ ከምዘሎ ዘረጋገጸ መንግስቲ ፌደራል፣ ናብ ትግራይ ዝኣቱ ብሓምሳ ሚኢታዊ ክቕንስ ከምዝወሰነ ኣፍሊጡ'ሎ። ኢትዮጵያ ዓሰብ ክሕዝ'የ ኢላ እንተመጺኣ ትግራዋይ መስዋእቲ ክኸፍል ኣለዎ ኢሉ ዝተዛረበ ሰራዊት ሻዕብያ ካብ ብዙሓት ተጋሩ ተቓውሞ ገጢምዎ'ሎ። ናይ ዝብሉን ካልኦት ሓደሽትን ኣገደስትን ሓበሬታታት ሒዝናልኩም ቀሪብና ኣለና። ክሳብ መወዳእታ ዜናና ድማ ሓቢርኩምና ክትጸንሑ ኢና ንዕድም። ብቐዳምነት ናይ ዶክተር ደብረጽዮን ገብረ ሚካኤል ሙሉእ ፋይሉ ዝሕዘላ ላፕቶፕን ካልኦት ወሰንቲ ዶክመንቱን ከም ዝተሰርቐ ተፈሊጡ። በቲ ሕዚ ዝኸድዎ ዘለዎ ኣካይዳ መራሕቲ ህወሓት ዝተማረሩ ክልተ ሓለውቲ ዶክተር ደብረጽዮን ገብረ ሚካኤል እታ ኩሉ ግዜ በብመድረኹ እንሪኣ ላፕቶፕን ኣብ ገዝኡ ዝነበሩ ካልኦት ወሰንቲ ዶክመንትታትን ሒዞ ቅድሚ ክልተ ሰዓታት ናብ ሓራ መሬት ወፂኦም ከምዘለዉ ተፈሊጡ'ሎ። ነዚ ስዒቡ ብዝተፈጠረ ምድንጋፅ ካልኦት ሓሙሽተ ሓለውቲ ተታሒዞም ፖሊስ ጣብያ ከምዘለዉ ተፈሊጡ'ሎ። ዝርዝር ሓበሬታ ምስ በፅሐና ድማ ብሰፊሑ ክንሪኦ ኢና። ጀነራል ዮሃንስ መንጋግ ውግእ ክመርሕ ምድላዉ ከምዝወደእ ተፈሊጡ ኣሎ። ሌተናል ጀነራል ዮሃንስ መንጋግ ሕዚ እውን ምስ ጆኖሳይደር ስርዓት ብልፅግና ኮይኑ ኣብ ትግራይ ዘካየዶ ጆኖሳይዳዊ ፅንተት ከይኣኽሎ ሕዚ እውን ኣብ ናይ ኢትዮጵያ ሚድያታት እናተዓደመ ኣብ ጉዳይ ትግራይን ኻልእ ናይ ፅንተት ጉዕዞን ኣብ ምእዋጅ ይርከብ። መንግስቲ ትግራይ ምስ ሱዳንን ኤርትራን ርክብ እንተጀሚሩ ኣነ ኣንፃር ህወሓት ንዝግበር ኲናት ክስለፍ ቕሩብ እየ ክብል ተዛሪቡ ኣሎ። ጆኖሳይደር ዮሃንስ ገብረመስቀል ሕዚ እውን ኲናት ኣዋጅ ክተት ኣብ ምክያድ ተዋፊሩ ይርከብ። ንሰራዊት ኢትዮጵያ እናመርሐ ኣብ ልዕሊ ህዝቢ ትግራይ ጆኖሳይድ ዝፈፀመ ትግራዋይ ጀነራል ዮሃንስ መንጋግ ቀደም ክብል ምስ ብራኸ ሾው ኣብ ዝነበሮ ቃለ መሕተት ነዚ ዝፈፀሞ ወንጀል እናፈለጠ ከምዝፈፀሞን ከምዘይናሰሐሉን ተዛሪቡ። ይቅርታ ዝሓቱ ህዝቢ የብለይን ኢሉ እዚ ጆኖሳይደር ሕዚ ውን ዕድል እንተረኺቡ ነዚ ሓብሒቡ ዘዕበዮ ህዝቢ መሊኡ ከጥፍኦ ንድሕሪት ከምዘይብል ይግለፀሉ። ፕሬዝዳንት ኢሳያስ ኣፍወርቂ ዝሓሰቦ ሽርሒ ተቃሊዑሉ። ኢሳያስ ንኣብዪ ጥራሕ ንወያነ ትግራይ ኣዋቅዐኒ እምበር ዓሰብ ክህበካ እየ ንስኻ ኢኻ ትመርሐና ኢሉ ቃል ኣትዩሉ ደሓር ትግራይ ምሰ ጨፍጨፎ ጠሊምዎ ሕዚ ድማ ኢሳያስ ንእንዳ ህወሓት ጥራሕ ንኣብዪ ኣዋቅዑኒ ባሕረይን ሃገረይን ከይድፈር ተሰውኡለይ እሞ ሃገረ ትግራይ ክትምስርቱ ክሕግዘኩም እየ እንዳበለ የታልሎም ከምዘሎ ተፈሊጡሎ ሻዕብያ ግን ኣሸንኳንዶ ትግራይ ሃገረ ክትኹን ብስሩኡ ውን ካብ ማሕበራውን ኣረጋዊ ዝዓበየ ውዳበ ከይህልዋ ክንግ ውዳበ ከይህልዋ ክንገብር ኣለና ኢሉ ዝሓስብ ዩ። ንነፃነት ዓዲ ሃገር ዕሸላት ምስዋእ ዘሕፍርን ዘሕንኽን ዘሕትትን ታሪክ እምበር ዘኹርዕን ዘጃህርን ታሪክ ኣይኮነን ምኽንያቱ ንስኻ ክትፍቶ ደቂ ድኻታት ንናይ ማቶም ሃገር ክቕዘፉ ካበይ ዝመፀ ድንቁርና ዩ ንዘፅነተካ ኻልእ ሃገር መሊሰ ተዘይተሰዋእኹሉ ዶ ኣየንካኣን ዝዓይነቱ ድንቁርና ኮነ ኢልካ ዘዝተወለዱ ዕሸላት ክዓብዩ ዘይምድላይ ናይ ሾተላይ መንፈስ ሒዙካ ኣሎ ማለት እዩ ክብሉ ገለ ነጠፍቲ ማሕበራዊ ሚድያ ሪኢቶኦም እናሃቡ ይርከቡ። ኣብ መንጎ ጋዜጠኛ ስታሊን ገብረስላሴን በዓል ዋና ደደቢት ሚድያ ሃይለ ረፋይነን ሓድሽ ጎንፂ ተፈጢሩ ኣሎ። እቶም ክልተ ናይ ህወሓት ኣፈኛታት ዝኾኑ ጋዜጠኛ ስታሊን ገብረስላሴን ሃይለ ኣረፋይነን መበገሲኡ ብዘይተፈለጠ ምኽንያት ነንባዕሎም ክጠቓቕዑን ክፀራረፉን ጀሚሮም ኣለዉ። ጋዜጠኛ ስታሊን ገብረስላሴ ገና ካብ ኣሜሪካ ናብ ኣስመራ ክኸይድ እንከሎ በዓል ዋና ደደቢት ሚድያ ሃይለ ኣረፋይነ ንጋዜጠኛ ስታሊን ዘነኣእስ ብዙሓት ወረታትን ሓበሬታታትን ክብትን ዝጸንሐ እንትኸውን፣ ነቲ ናብ ኣስመራ ዝግበር ጉዕዞ ናይ ተለኣኣኽቲ ጥምረት ኢሉ ከቃልሎ እዩ ጀሚሩ። ጋዜጠኛ ስታሊን ናብ ኣስመራ ኣብ ዝኣተወሉ ዕለት፣ ኣነ ናብ ኣስመራ ክኸይድ ኣይኽእልን፣ ኣብ መረበተይ ኣብታ ሰላማዊት ሃገር ኣውስትራልያ ኣለኹ፣ ኣነ ናብ ኣስመራ ዝኸይድ ኣብ ሰነድ ዝተሞርከሰ ድርድር ንምግባር ጥራሕ እዩ። ኣነ ንዓ ኣብ ዝተብሃልኩሉ ዝኸይድ፣ ኪድ ኣብ ዝተብሃልኩሉ ዝወጽእ፣ ረብሓ ህዝቡ ዘይፈልጥ ተራ ሰብ ኣይኮንኩን ብምባል ንስታሊን ክወቕሶ ዝተሰምዐ ኮይኑ፣ በዓል ዋና ደደቢት ሚድያ ሃይለ ኣረፋይነ ብቐደመ ትማሊ ስታሊን ንኢሳያስ ኣፍወርቂ ቃለ መሕተት ክገብረሉ ስለዝኾነ ሕቶታት ሃቡኒ ከብጽሐልኩም ዝብል መደብ ክሰርሕ እዩ ተሰሚዑ። በዚ ዝተፈጠረ ምኽንያት ድማ ስታሊን ኣብ ኣስመራ ኮይኑ ንባዕሉ ክንዲ እምባ ዝርኢ ሓሶታት እናፈጠረ ኣንጻር ዕላማና ዝሰርሕ ኣብ ሚድያ ዓንዘርዘር ዝብል ሰብ ክብል ንበዓል ዋና ደደቢት ሚድያ ሃይለ ኣረፋይነ ክጸርፎን ከዋርዶን ተሰሚዑ ኣሎ። ሎሚ መልሲ ዝሃበ ወናኒ ደደቢት ሚድያ ሃይለ ኣረፋይነ ኣይትደናገሩ ሚእቲ ሚእታዊ እዩ ዓርሰ እምነተይ፣ እከለ ንእከለ ከምዚ እንተበሎ ዝብል ግምታዊ ትንተና ኣብ ማሕበራዊ ሚድያ ተለጢፉ ርእየ። ናባይ እውን ሰዲድኩምለይ። ንሃይለ ክፀርፎ ዝደሊ ሃይለ ኢሉ ክሳብ ዘየልዐለ ብግምት ተደናጊረ ኣይፈልጥን። እንትሰርሕ ሓሲበ ኣስተንቲነ ስለዝኾነ ሽመይ ኣልዒሉ ምስ ዝዛረብ ግን ሽዑ መልሰይ ይፀበ። ሃይለ ካብ ባዕሉ ሓሊፉ ንህዝቡ ዝኸውን ዓቕሚ ኣለዎ ኣይትደናገሩ። ንሃይለ ክነቅፍ ዝደሊ ሽመይ ኣልዒሉ ይዛረብ ጎኒ ጎኒ ምኻድ ኣየድልዮን ሽዑ ኸርካሮ ሸለቆ ገርደፊትን ላንቆጥን በብደረጅኡ ስለ ንፈልጦ ኣይንደናገርን እዚኦም ብግልጺ ኣብ ዘይወጽሉ ግን ግዜና ኣይነባኽን ሃይለ ኣብ ህዝባዊ ተልእኾ እዩ ዘሎ ሕልመይን ጉሁድ ስርሐይን ውሕስ ሰላምን ናጽነትን ልምዓት ህዝበይን ጥራሕ እዩ እዚ ኸዓ ብዘይ ጥርጥር ክገሃድ እዩ ክብል መልሲ ሂቡ ኣሎ። ሸቐጣትን ነዳድን ናብ ኤርትራ ይኸይድ ከም ዘሎ ዘረጋገጸ መንግስቲ ፌዴራል ናብ ትግራይ ዝኣቱ ብሓምሳ ሚእታዊ ክቕንስ ከም ዝወሰነ ኣፍሊጡ ኣሎ። ብፍላይ ድማ ኣብዚ ሰሙን ኣብ ትግራይ ኣብቶም መሰረታዊ ዝበሃሉ ሸቐጣት ብኽልተ ዕጽፊ ምውሳኹ ዝፍለጥ እንትኸውን መንግስቲ ፌዴራል እውን ናብ ትግራይ ዘእትዎም ዝነበሩ መሰረታዊ ሸቐጣትን ነዳድን ብሓምሳ ሚኢታዊ ክቕንስ ከምዝኾነ ኣፍሊጡ'ሎ። ኢትዮጵያ ዓሰብ ክሕዝ'የ ኢላ እንተመፂኣ ትግራዋይ መስዋእቲ ክኸፍል ኣለዎ ኢሉ ዝተዛረበ ሰራዊት ሻዕብያ ካብ ብዙሓት ተጋሩ ተቓውሞ ገጢምዎ ትማሊ ምስ ብራኸ ሾው ፃንሒት ዝገበረ ትግራዋይ ተቓላሳይ ሓይልታት ኤርትራ ኣይተ ከልካይ እምባየ እቲ ሕዚ ዝግበር ፅምዶ ይድግፎ እየ፣ ኢትዮጵያ ዓሰብ ክሕዝ እየ ኢላ እንተመፂኣ ትግራዋይ መስዋእቲ ክኸፍል ኣለዎ ኢሉ ዝተዛረበ ኮይኑ እዚ ሰብኣይ እዚ ወሊዱ ድዩ? ደቁኸ ኣለዎ ዶ? ዓሰብ ንምድሓን ተባሂሉ ውሉድኻ እንተተሰወኣ እንታይ ይስመዐካ? ኣብ ጥፍኣት ውሉድ ክቕፃዕ ነውሪ እዩ፣ ግን ስምዒት ቃንዛ መስዋእትነት ይፈልጦ ዶ ተጋሩ ኤርትራ ካብ እትውንኖም ዓሰብ ንዝሓለፉ ሰላሳ ዓመታት እንታይ ተረብሕና ኢና ኢሎም ዓሰብ ክንሕሉ መስዋእትነት ክንኸፍል ኣለና ትብል ዘለኻ ደቂ መን ክስውእልካ ኢኻ ተጋሩ ንዓሰብ ክትብሉ መስዋእትነት ኽፈሉ ትብል ዘለኻ ኢልኩም እስኪ ሕተትዎ ዝበሉ ገለ ነጠፍቲ ማሕበራዊ ሚድያ ዳርጋ ኩሎም መራሕቲ ህወሓት ደቆም ኣብ ውሑስ ኣቅሚጦም እዮም ብደቂ ድኻ ዝቋመሩ። ሰብኣይ እውን ደቁ ኣብ ግምት ከየእተወ ብደቂ ድኻ ኣያብ ዘይብሎም መናእሰይ ተጋሩ ጥራሕ ዝቋመር መሲልዎ እዩ ተሰውኡ ዝብል ዘሎ። ንናፅነት ኤርትራ ተቓሊሱ ካብ ናፅነት ኤርትራ መከራ ዝተቋደሰ ህዝቢ ትግራይ ንህልውና ህግደፍ ኢሉ ኣይኮነንዶ መስዋእትነት ክኸፍል ፅፍሩ እውን ከወፊ የብሉን።
እቲ ንክሳብ ሕጂ ዝተገብረ ብክልቲኦም መራሕቲ ለኪኤ ብእስያስን ብመለስን ጌጋታት ጌጋ እዩ ሓድነትናስ ከም እምኒ ዓረ ዝጠንከረ እዩ ክኸውን ዝግብዐና መርኣያ ክንከውን ኢና ዝግብዐና ዓሰርተ ሚልዮን ገለታት ኮይና ዕስራ ሚልዮን ኣይንኸውን እኮ መሬትና ንእሽቶ እዩ ልምዓትና የብልናን ድኻታት ኢና ናይ ድኻታት ድኻታት ኢና ስለዚ ተሓባቢርና ኢና ሕደጉ ውግእ እስክንፅየፍ ክንክእል ኣለና ብሓይሊ ዝመፀና ጥራሕ ክኸውን ኣለዎ ስለዚ እተን ኣብ ኤርትራ ዘለዋ ታንኪ ኣነ ሕጂ ከም ኤርትራ ኣብዚ ዶብ ክኸውን ኣይኮነን ኣነ እንተመፅኡ ፀላኢ ኣብቲ መሬቶም ክኸውን ክኽእል ኣለዎ ስለዚ እቶም ምስ ከባቢኻ ሰላም የድልን ድዩ ንምንታይ ናብ ከምኡ ዝበልክ ንዓንተ ወይ ናይ ኣምሓራ ከም ህዝቢ ይኮንክን ካብኡ ዝውለድሲ ትግራይ ከጥፍእ ዝተላዕለ ዝፍጠር ሓደ እዚ ኩሉ ጀኖሳይድ ተፈጢሩ ኣብ ትግራይስ ሓደ ስባይ ጥራሕ መኪና ፅዒኖም መፂኦም ሓገዝ ክጠፍኡ ካብ ገፅ መሬት ተፋሒቆም ክጠፍኡ ኣለዎም ካራ እውን ክሕዙ የብሎምን ናይ መን ሃገር እዩ ዘሎ ሓደ ሰብ ነይሩ ቀቲሎም በቃ ካብ ገፅ መሬት ክጠፍኡ ኣለዉ ዝበሉ እኮ እዚኦም ካብ ቀደም ናይ ኣቦታቶም እናሓዙ በቃ ቀይሕ ባሕሪ እዩ ድማ ዝረኣየ መሬት እዩ ድማ ዝረኣየ ውራእ እዩ ድማ ዝረኣየ ከምቲ ዓንተ ወይ ዝበልኩ ሕጂ መሬትና ብሰላም ነኖ ኣይ ሓደ ሰራዊት ናይ ትግራይ መሳርያ ክፈትሕ የብሉ ኣይቅበልን ሕጂ ኣነ እዚ ዲዲኣር ግዛዓይ ዝበሃል ዘሎ መመሳርያና ኣይ ነኖ ነህወኩም ኢና እኮ እናበሉ ዘታልና ጌጋ እዩ ኣይቅበልን ስለዚ ምስ ኤርትራ ዘለና ፅምዶ ብስሩ ሕቶ ዘድልዮ ኣይኮነን ግዜኡ እዩ ድማ ፈታውስ ናይ ግድን ይኽልወና እናተጨፍጨፍና እስክንነበር የብልናን ስለዚ እንኳን ምስ ኤርትራ ግብፂ ፈታዊትና እያ ፈታዊት እያ ንዓይ ኣነ ዝፈትዋ ሃገር እያ ኣንፃር ኢትዮጵያ ስለ ዝኾነት ቁፅሪ ሓደ ካብ ኤርትራ ምክንያቱ ካብ ቀደም ታሪካዊት ናይ ኢትዮጵያ ጸላኢት ስለ ዝኾነት እዩ ካብ ኤርትራ ናይ ኤርትራ ናይ ሰላሳ እባ ናይ ሱሳ ናይ ሰብዓ ዓመት ክኸውን ይኽእል እዩ ጽልኢ ምስ ኢትዮጵያ ናይ ግብፂ ግን ካብ ቀደም ታሪካዊ ስለ ዝኾነ ግብፂ ዝፈትዎ ዝብለክ ዘሎ ካልኣይ ኤርትራ ስለዚ ሕጂ ትፅምዶ ዝበሃል ጉዳይ ሲ ሕቶ ዘየድልዮ እዩ በቃ ብሱሩ ናብ ሕቶ ዝኣቱ ካብዚኣ ፕረዚደንት እስያስ ኣብዛ ናይ ሕጂ የውሃና ንህዝቢ ኤርትራ እናበልኩ የውሃና ንህዝቢ ኤርትራ እንኳዕ ሃገር ኮንካ ጽባሕ ንግሆ ድማ ከማኻ ክንከውን ማንም ዘይወረናን ኣብታ ጎኒ ናይ ህዝቢ ኤርትራ ባንዴራ ናይ ትግራይ ባንዴራ ድማ ክትውልውለብ እየ ዝጽበ ትምኒተይ ክትከውን እያ ድማ በዞም ጀጋኑ ትድኤፍን ጎበዛት ዝኾኑ ንሸውዓተ ሃገራት በታቲንና ላሽ ኣቢልና ተኣምር ዝሰርሐ ሰራዊት መራሕትን ጀነራላትን ትግራይ ስለዚ ሃገርና ኣብታ ጎኒ ናይ ኤርትራ ክትብበለ ትቐርብ እያ ዘላ ድማ ዝብል ተስፋ ኣለን ሕራይ ኣብ ኣብዚ ዞባ ዘሎ ኩነት
ኣብ መወዳእታ ድማ መዓልታዊ ሬሳ እናቐበርና ኢና ንነብር ዘለና ክብሉ ተመዛበልቲ ዞባ ምዕራብ ትግራይ ይገልፁ'ሎ። ብሰንኪ ሕፅረት ምግብን መድሓኒትን መዓልታዊ ሬሳ እናቐበርና ኢና ንነብር ዘለና ክብሉ ኣብ ከተማ ሽረ እንዳስላሴ ዓቒቦም ዘለዉ ተመዛበልቲ ዞባ ምዕራብ ትግራይ ዝገለፁ ኮይኖም እቶም ኣብ ከተማ ሽረ እንዳስላሴ ኣብ ዝርከብ ማእኸል መዕቖቢ ስደተኛታት ቤት ትምህርቲ ፀሃየ ዓቒቦም ዝርከቡ ተመዛበልቲ ንዝሓለፉ ኣርባዕተ ዓመታት ኣብ ዝኸፍኣ ኩነታት ኮይኖም ከም ዝሓለፍዎ ይገልጹ። ሕዚ እውን እንተኾነ ኩነታት መነባብሮኦም ካብ መዓልቲ ናብ መዓልቲ እናሓመቐ ይኸይድ ከም ዘሎ ሓቢሮም። ኣብዚ ሕዚ እዋን እቲ ዝነበረ ቁሩብ ሓገዝ ብምቁራፁ ፀገምና ኣጋዲድዎ እዩ ዘሎ ኢሎም። ዓሚ ክረምቲ ብማይ ተዕለቕሊቖም ብዙሓት ሰባት ከም ዝሞቱን ሎሚ ዓመት እውን ቅድሚ ክረምቲ ደፊኡ ምእታው መፍትሒ ተዘይረኺቦም እቲ ሓደጋ ዝበኣሰ ከም ዝኸውን ስግኣቶም ይገልፁ። ህፃናት ካብ መኣዲ ትምህርቲ ርሒቖም፣ ደቂ ኣንስትዮ መናእሰይ ህይወተን ንምምራሕ ኣብ ዘየድሊ ስራሕ ተዋፊረን፣ እቲ ኻልእ መንእሰይ ድማ እግሩ ናብ ዝመርሖ እናተሰደደ እዩ ክብሉ ገሊፆም። መራሕትና ትኹረቶም ኣብ ምምላስ ተመዛባላይ ህዝቦም ኣብ ክንዲ ዝኸውን ናብ ውጥጥን ስልጣንን ህልኸን ምእታው ውድቀቶም እዩ ዘመላኽት ዝበሉ እቶም ተመዛበልቲ፣ ክንድሕን እንተኾይንና ሰላምናን ሓድነትናን ክነውሕስ ይግባእ ኢሎም። ኣብዚ ሓምሻይ ክረምቲ ክንነብር ኣይንደልን። እቲ እንኮ መፍትሒ ጸገምና ናብ መረበትና ምምላስ'ዩ። በዚ ድማ ዝምልከቶ ኣካል ብትኹረት ክሰርሐሉ ንጽውዕ ኢሎም። ኣብ ከተማ ሽረ እንዳስላሴ ዓሰርተ ሸሞንተ ማእኸላት መዕቆቢ ተመዛበልቲ ዘለዋ ኮይነን ቤት ትምህርቲ ጸሃየ ድማ ልዕሊ ሰላሳን ሸውዓተን ሽሕ ትንፋስ ኣዕቂቡ ዝርከብ እቲ ዝዓበየ ማእኸል መዕቆቢ ተመዛበልቲ'ዩ። ዝኸበርኩምን ዝኸበርክንን ተኸታተልቲ ደኣማት ሚድያ፣ ሎሚ ዝተዳለዉ ሓደሽትን ኣገደስትን ሓበሬታታት ነዞም ዝተኸታተልኩምዎም ይመስሉ ነይሮም። ነቲ ስናይ ምክታልኹም ድማ ኣዚና ኢና ነመስግን። ሰላም።